ኣብ ድሮ በዓል ኮይና እንኳዕ ንበዓል ኣሸንዳ ብሰላም ኣብፀሐኩም ኣብፀሐና ናበልኹ ሎማዓንቲ ብጣዕሚ ደስ ደስ ብልብሉ ዜናታት እየ ሒዘ ተመሊሰ መፅእ ኒኤኹ ቕድሚያ ግና ሓድሽ ቻናል ኸፊተ ኒኤኹ ኹለኹም ናኣተኹም ሰብስክራይብ ግበሩ ድሕሪ ኸዚ ናብዚ ሓድሽ ቻናል ኢና ሓሊፍና ኣብዚ ቻናል ዝነበረ ፕሮግራም ኹሉ ናብታ ሓድሽ ቻናል እዩ ክመሓላለፍ ስለዚ ኹለኹም ኣብ ኮሜንት መጀመርያ ኣቕሚጠልኹም ኒኤኹ እዛ ሓድሽ ቻናል ናኣተኹም ሰብስክራይብ ናገርኹም ቤተሰብ ኹኑ ማለት እዩ ኸዚ ናብና ሎማዓንቲ ሲሚንቶ ቀለም ቴንዲኖ ካልኦት ካልኦት ንብረታት ኣብ ሰሙን እዚ ለውጢ ልገበረ ነገራት ኩሉ ከቅርበልኩም እየ ማለት እዩ ኩለኹም ላይክ ሼር ሰብስክራይብ ናጎርኹም ተኸታተሉኒ ንቀፅል ሎማዓንቲ እውን ሓሙስ ሰለልኾነ ድሕሪ ኸዚ ኣብ ቀፃሊ ሰኑ እየ ፕሮግራም ከዳልየልኹም ማለት እዩ ብበዓል ምኽንያት ቀዳም ሰንበት እውን ሰለልኾነ ስለዚ ኣብ ቀፃሊ ሰሙን ወይ ድማ ሰኑ እዩ ክኾን ፕሮግራምና ማለት እዩ ስለዚ

ናብ ናይ ቀለም ለሎ ዕዳጋ ኢና ንሓልፍ ማለት እዩ ቀለም ክንደይንዮ ክንደይንዮ ዕዳጋ ና ውሽጢ ንገዛና ናይ ደገ ኳርቲዝ ክንደይ ሽወጥሎ ልብል ንርኣ ስለዚ ናይ ቀለም ዋጋ ዕዳጋ ንርኢ ተለና ብናይ ውሽጢ ገዛ ልቕባኣና ናይ ደገ ኳርቲዝ ቀለም ናይ ደገ ማለት እዩ ልቕባ ክልተ ዓይነትና ንርኢ ማለት እዩ ስለዚ ሎማዓንቲ ብፕራይምና ብካዲስኮ ቀለም ለሎ ፈላላይ ታዩ ሓሪፍ ኣይንዩኸ ክትገዝኡ ለለኩም ንብል ብደንቢ ገሊፀ ከረድኦኩም እዩ ማለት እዩ ስለዚ ቀለም ብናይ ውሽጢ ገዛ ኢና ንጅምር ብኣርባዕተ ሊትር እና ብሰለስተ ሊትር ዓይነት መማረፂ ኢና ንረኽቦ እሱ እውን ብፕራይም ዝበሃል ቀለም እዩ ፕራይም ቀለም መብዝኸ ሰዓት ብኣርባዕተ ሊትር እና ብሰለስተ ሊትር ናይ ውሽጢ ገዛ ልቕባዕ ማለት እዩ እሱ ክንደየም ለሎ ንረኣ ብኣርባዕተ ሊትር ኮንተሉ እዛ ንእሽተይ ፕራይም ማለት እዩ ሸሞንተ ሚእቲ ቅርሺ ኣትሽወጥ ኣርባዕተ ሊትር እዛ ንእሽተይ ፕራይም ናይ ውሽጢ ገዛ ሸሞንተ ሚእቲ እያ ትሽወጥ ሰለስተ ሊትር ድማ ፕራይም ሽዱሽተ ዕስራይ እናተሸጠ ይርከብ ማለት እዩ። ሰለስተ ሊትር እታ ንኣሰት እያ ፕራይም ኮይና ናይ ውሽጢ ገዛ ብሽዱሽተ ሚእቲ ዕስራይ ትሽወጥላ እታ ኣርባዕተ ሊትር ድማ ፕራይም ሸሞንተ ሚእቲ ቅርሺ እናተሸጠት ትርከብ ማለት እዩ። ብካዲስኮ ድማ ንርኢ ተለና ካዲስኮ መብዛሕትኡ ግዜ ኣብ ዓድና ተለመደ ቀለም እዩ። መብዛሕትኡ ሰብ ድማ ዝጥቀሞ ቀለም ካዲስኮ ናይ ውሽጢ ክኾን ተሎ ብ850 ቅርሺ እናተሸጠ ይርከብ። ካዲስኮ ውስኽ የበሊ 50 ቅርሺ እታ ብኣርባዕተ ሌትሮ ማለት እዩ ሸሞንተ ሚእቲ ሓምሳ ትሽወጥ እታ ፕራይም ትኾን ተላ ግን ሸሞንተ ሚእቲ ቅርሺ ትሽወጥ ማለት እዩ ስለዚ ካሪስኮና ፕራይም እንታይ ኣይለፈላለዩም ተልኹምኒ ተመሳሳሊ እዩ ናይ ክልቲኦም ልሽፍኖ ካሬ መብዛሕትኡ ግዜ ፕራይም እና ካሪስኮ ብጣዕሚ ተመሳሳሊ ካሬ ልሽፍ ስለዚ ኣብዚ ሰዓት ብደንቢ ኣብ ትዕዳጋ ዝፀንሐ ካዲስኮ ቀለም ስለዝኾነ ብሰብ ድማ ብጣዕሚ ብዙሕ ተጠቐመሉ ሰብ ብዙሕ ሰብ ገዙ ለስርሐሉ ስለዝኾነ ካዲስኮ ሽሙ ሒዙ ብምፅናሕ ይንበይ ንሽፍኖ ካሬ ብጣዕሚ ተመሳሳሊ እዩ ማለት እዩ ስለዚ ካዲስኮ 850 እታ ናይ ውሽጢ ቀለም ትወጥ እንትኾን እታ ፕራይም ድማ 800 ቅርሺ እያ ማለት እዩ ስለዚ ትገዝዎ ዘለኩም ነገር ተሃልዩ ምርጫኹም እዩ ክኾን ንኽእል እምበይ ብጣዕሚ ተመሳሳሊ እዩ ማለት እዩ ብስፖር ኸ ክንደይ እንተልኩም ስፖር ማለት እዚ ልሕፀብ ብማይ ማለት እዩ ብማይ ልሕፀብ ናይ ውሽጢ ገዛ ቀለም ኣብዚ ኸ ሰዓት ብሽሒ 250 እናተሸጠ ይርከብ ኣብ ከተማ መቐለ ምስ ሽሕ ክልተ ሚእቲ ሓምሳ ስለዚ ኣብ ፊኒሽንግ ዝበፃሕኹም ሰባት ሃሊኹም ገዛኹም ኣብ ምጥንቓቕ ደረጃ ዘለኹም ሰባት እዚ ለሎ ዕዳጋ እዚ ይመስል ናይ ውሽጢ ገዛ ናይ ቀለም ለሎ ማለት እዩ ናይ ደገ ኳርቲዝ ድማ ንርኢ ተለና ናይ ደገ ኳርቲዝ ዝወስኸ ሰዓት ብፕራይም ትኮይኑ 2300 እናተሸጠ ይርከብ ብፕራይም ናይ ደገ ኳርቲዝ ቀለም ማለት እዩ ናይ ደገ ልቕባእ እዚ ማለት እዩ እዚ ዋጉ 2300 እዩ ብፕራይም ክኾን ተሎ ብካዲስኮ ድማ ክልተ ሽሕ ሸሞንተ ሚእቲ ሓምሳ እናተሸጠ ይርከብ ማለት እዩ። ብካዲስኮ ኮንተሎ ክልተ ሽሕ ሸሞንተ ሚእቲ ሓምሳ ቅርሺ እናተሸጠ ይርከብ ማለት እዩ። ብጣዕሚ ዓብዪ ዝኾነ ፈላላይ እኒኦዎ ኣስተውዒልኩሞ ተኾንኩም ክልተ ሽሕ ሰለስተ ሚእቲ እና ክልተ ሽሕ ሸሞንተ ሚእቲ ሓምሳ ብጣዕሚ ዓብዪ ዝኾነ ጋፕ ማለት እዩ። ከምለልኩኹም እዩ ካሬ ዝሽፍኖ ብጣዕሚ ተመሳሳሊ እዩ ግን ካዲስኮ ብጣዕሚ ብሰብ ዝተመስከረሉ ኣብቲ ዕዳጋ እውን ዝፀንሐ ስለዝኾነ እዩ ብጣዕሚ ዋግኡ ከልዕሎ ክኢሉ ኣሎ ማለት እዩ ስለዚ ካዲስኮ ብ2850 ፕራይም ድማ 2300 እኒኦ ዕዳጋ ማለት እዩ ናይ ቀለም ለሎ ዕዳጋ እዚ ይመስል ንምግዛእ እትደልዩ ሰባት ተሃሊኹም ከዝለላ ስልኪ ኣብ ፕሮፋይል ይነይኩም ብውሽጢ መስመር ክተናግሩን ትኽእሉ ኢኹም ናይ ሓሸ ዕዳጋ ካባና ምውሳድ ትኽእሉ ኢኹም ማለት እዩ ስለዚ ናይ ቀለም ካብ ረና ከዚ ናብ ናይ ሲሚንቶ ለለ ዕዳጋ ንሕለፍ ማለት እዩ ስለዚ ሲሚንቶ ኣብዚ ከሰዓተ ከተማ መቐለ ብጣዕሚ ለሓሸ ዕዳጋ ለለ መወፅኡ እዩ ከዚ ማእኸላይ ዝበሃል ዕዳጋ ማለት እዩ መብዛሕትኹም ሽሕ ቅርሺ ሽሕ ቅርሺ ኢኹም ትለኹም ኣብ ኮሜንት ብደንቢ የንብቦ ኣለኹ እየ ግን ኣብዚ ከሰዓት ግን ሲሚንቶ ክንዲ ኒኦ ተልኹምኒ ወይ ድማ ክንዲ ኒኦ ፅሒ ተልኹምኒ ሽሒ ሓሙሽተ ሚእቲ ሓምሳይ ኣብ ከተማ መቐለ ሎማዓንቲ እናተሸጠ ውዒሉ ኒኦ ሲሚንቶ ካብ ሽሒ ሸሞንተ ሚእቲ ሰዓይ ሽሒ ትሽዓንተ ሚእቲ ከባቢ ነበረ ከዝለ ናብ ሽሕ ሓሙሽተ ሚእቲ መውፅን እዩ ማለት እዩ እናቐነሰ ናይ ምኻድ ዕድለው ንሰፍሐ እዩ ግን ሎማዓንቲ ግን ብሽሒ ሓሙሽተ ሓምሳ ሎማዓንቲ ሚቶ ኣብ ከተማ መቐለ እናተሸጠ ይርከብ ማለት እዩ ስለዚ ንምግዛእ ኮነ ንዓይ ምንጋር ትደልዩ ከምተለመደ ስልኪ ኣብ ፕሮፋይል ኒኩም ውሽጢ መስመር ክተናገሩ እንትኽእሉ ኢኹም ከዚ እውን ማእኸላይ ዝበሃል ዕዳጋ ስለዝኾነ ኩልኹም ተትገዙ ልሓሸ ነገር ትረኽቡ ትኽእሉ ኢኹም ማለት እዩ ብውሽጢ መስመር እውን ንኸውኒ 20 ኩንታል ትኹን 50 ኩንታል ትኹን ለላትኩም ዓቕሚ ምስ ካልኦት ደንጊርና ምግዛእ ስንኽእል ኩለኹም ክትገዝዎ ዘለኹም መጠን ንገሩኒ ካብኡ ለለ ናብ እንታይ ቦታ ምዃኑ ማለት እዩ ስለዚ በኣ መሰረት ገዚእና ናብ ደስ ለልኩም ቦታ ምውሳድ ንኽእል ኢና ማለት እዩ ስለዚ ብሽሒ 550 ግን ሎማዓንቲ ሲሚንቶ ኣብ ከተማ መቐለ እናሸጠ ዊዕሉን እዮ ማለት እዩ ኻሊእ ኣብ መወዳእታ እንሪኦ ድማ ናይ ሓሸዋ እናተፀር ናይ መወዳእታ ናይ ሰሙን ዝዕዳጋ ነበረ ክንደይ ምዃኑ ሎማዓንቲ ክነግርኩም ማለት እዩ ስለዚ ሓሸዋ ሎማዓንቲ ብ55 ሽሕ ሎማዓንቲ የክተራ መቐለ እናተሸጠ ይርከብ ማለት እዩ ሓሸዋ ቀይሕ ናይ ዓብዪ ዓዲ ወይ ድማ ተንቤን ቆንጆ ዝኾነ ሓሸዋ ኣብ ዝኾነ ሰዓት ትቐይሕ ብ55 ሽሕ ሎማዓንቲ ኣብ ከተማ መቐለ እናተሸጠ ይርከብ ማለት እዩ እሱ እውን ልሓሾ ዕዳጋ እዩ ካብ ካልኦት ቦታታት ለይ ክትረኽቡ ትኽእሉ ኢኹም ስለዚ ፈጢንኹም ምግዛእ ትደልዩ ሰባት ብውሽጢ መስመራ ርኸቡኒ ማለት እዩ ፀፀር እውን ብተመሳሳሊ ክንደ ኒእቱ ልኹኒ ፀፀር 49000 ሎማዓንቲ ቦፅሒን እዮም ማለት እዩ ናይ ፀፀር ዋጋ እውን ብጣዕሚ ውስኽ ከቢሉ እዩ ሎማዓንቲ ካብ ካልኦት መዓልታት ነበረ ሎማዓንቲ ውስኽ ከቢሉ 49000 ሎማዓንቲ እናቸው ጠዊዕሉ ኒዮ ፀሊም ፀፀር ማለት እዩ ንመህደሚ ኩልኹም ትጥቀምዎ መብዛሕትኡ ፍሩይ ዝበሃል ፀፀር ማለት እዩ ብኣርባዕተ ትሽዓተ ሽሕ ሎማዓንቲ እናትሽጠ ውዕልን እዮ ማለት እዩ ስለዚ ምግዛእ እትደልዩ ተሃሊኹም ፈጢንኹም ኣናጎርኒ ካሊእ መወዳእታ ዝሕልፍልኹም መልእኽቲ ተሃልዩ ኣብ ከተማ መቐለ ካብ ሰው ዓካሪ ጀሚሩ ክሳብ 200 ሚተር ዋዓይ እስከ ዓለም ድርጅት እትደልዩ ሰባት ድማ ዝተፈላለዩ መማረፂ ቦታታት ስለዘለዉ ምግዛእ እትደልዩ ሰባት ተሃሊኹም ብውሽጢ መስመር ርኸቡኒ ቆንጆ ዕዳጋ እዩ እስከ ሰዓት ከተማ መቐለ ስለዚ ገዛእ ስለ ተሳኢኑ የለው ዝኸ ሰዓት ምግዛእ ትደልዩ ለሓሽ ዕዳጋ ደሊኹም ነርኹም ስካዕ ሓዚ ኸዊሩ ናብልኹም ነርኹም ሰባት ብጣዕሚ ሃም ትፈትዎ ዝዋጋ ኣይጠራጠሪ ስለዚ ምግዛእ ትደልዩ ሰባት ኣሊኹም ዝተፈላለዩ መሬት ባዶ መሬት ካብ ዝተሃደመ ስካዕ ውዱእ ፍንሽ ድልኾነ ገዛውትታት እኒኡ ማለት እዩ ስለዚ ውሽጢ መስመር ኸውኒ ስልኪ ኣብ ፕሮፋይል ኒኩም ኣብ ቀፃሊ ሰውኒ ስካዕ ረኹኩም ግና ሰላም ንዓኻትኩም ይኹን ሓሳብ ኣስተያየትኩም ኮሜንትኩም ኩሉ ኣብ ፀሓፉሉ ኢኹም ብደንቢ ላይክና ልለ ልዕሊ ሓደ ሽሕ ትትኾን ብጣዕሚ ተመራፂ ይኹን ማለት እዩ ስለዚ ሰብስክራይብ ለጎሩ ኣብ ቀፃሊ ፕሮግራም ስካዕ ድረኸኩም ሰላም ንዓኻትኩም ይኹን ቻው እዚ ሓድሽ ቻናል እውን ኩልኹም ብተኻእለ መጠን ሰብስክራይብ ናገርኹም ናብ ዕረኽትኹም ሼር ናገርኹም ናብ ፌስቡክ ናብ ቲክቶክ ናብ ዝተፈላለዩ ማሕበራዊ ሚዲያ ለለ ዕረኽትኹም ሼር ጎርሎም ኩሎም ክጥቀሙ ምእንቲ ማለት እዩ ስለዚ ንዚ ሓድሽ ቻናል ኩልኹም ብደንቢ ሰብስክራይብ ናገርኹም ልዕሊ ሓደ ሽሕ ነእትዮ ፈጢና ኩልኹም ሰብስክራይብ ግብሩ ቅድሚያ ሓደ ግዜ እዚኣ ሰብስክራይብ የግሮም ተሃሊኹም ስካዕ ከዚ እዚ ሓድሽ ቻናል ኣብ ኮሜንት መጀመርያ ኣቕሚጠልኩም ኒኹ ኩልኹም ሰብስክራይብ ናገርኹም ኣባላት ትኹኑ ድሕሪ ከዚ ናብዚ ሓድሽ ቻናል ስለ ሓሊፍና ፕሮግራማት ንለቅቕ ኩልኹም ሰብስክራይብ ገሩ ሰብስክራይብ የገሩኹም ማለት ስካዕ